ሰላም ዝኸበርኩም ተዓዘብቲ ዕለታዊ ዜና ስፖርት ሒዘልኩም ቀሪበ ኣለኹ ንምክትታልኩም ብኽብሪ ይዕድም። ብሃገር ደረጃ ዓቕሚ ደቂ ኣንስትዮ ተቐያርንት ብሽክለታ ንምዕባይ ክወሃብ ዝቐነየ ስልጠና ብሰንበት 24 ታሕሳስ ተዛዚሙ። እዚ ሃገራዊ ፌደሬሽን ቅድድም ብሽክለታ ኤርትራ ምስ ኮሚሽን ባህልን ስፖርትን ኤርትራ ብምትሕባርን ካብ ሃገራዊ ኦሎምፒክ ኤርትራ ብዝረኽቦ ሓገዝን ክካየድ ዝጸንሐ ስልጠና ብ4 ታሕሳስ ምፍላሙ ይፍለጥ። ኣብ ክልተ እብረ ተኸፋፊሉ ድማ ብክልሰ ሓሳብን ግብርን ተዋሂቦም። ኣብዚ ስልጠና ፈለማ ሰለስተ ካብ ጋሽ ባርካ ዝርከበን ሰላሳ ተቐዳደምቲ ብሓባር ኣብቲ ናይ ቀዳማይ እብረ ትምህርቲ ተሳቲፈን። ኣብዚ እብረ ምስ ብሽክለታ ብዝተኣሳሰር ስልጠና ኮሚሽነር በረኸት ዘረ ክህብ እንከሎ ኣብ ህይወት ውልቀ ተቐዳደምትን ሃገራውነትን ዘተኮረ ድማ ምሁር ስነ ሕብረተሰብ ኣቶ በርሀ ኣርኣያ ሂቡ። ተቐዳደምቲ ኣብ ስነ ፍልጠታዊ ኣመጋግባ ቅድመ ጥንቃቐ ካብ ሓደጋን ቀዳማይ ረድኤትን ካብ ዶክተር ተስፋስላሰን ኣቶ ተኽሉ ጸጋይን እውን ኣገዳሲ ትምህርቲ ቀሲመን። ኣብ ህይወተን ኮነ ኣብ ሃገራውነተን ንቕሓት ከም ዝፈጠረለን ድማ እተን ተቐዳደምቲ ገሊጸን። ብዘይካቲ ኣብዚ ናይ ካልኣይ ገጽ ስልተና ካብተን ዝነበራ ሰላሳ ተቐዳደምቲ ዓሰርተ ኣርባዕተ ማለት ሽዱሽተ ካብ ንኣሽቱ ሸሞንተ ካብ ዓበይትን ትሕቲ ዕስራን ሰለስተን ዓመትን ተቐዳደምቲ ተመሪጸን ብኣሰልጣኒ ሳምሶም ሰለሙን እናተኣልያ ግብራዊ ስልጠና ወሲደን። ኣብ መዛዘሚ እቲ መደብ ተቐዳደምቲ ነቲ ስልጠና ዝወደበ ኣካል ብምምስጋን ሒዘንኦ ዘለዋ ብቕዓት ናብ ገዝእን ምስ ተመለሳ መታን ከይጎድል ተመሳሳሊ ስልጠና ኣብ ሓፂር ግዜ ክስረዓለን ተላብየን። ኣብ ዝሓፀረ ግዜ ውድድር ክስርለዓለንን ኣብ ደገ ዝካየድ ዙራት ንኽሳተፋ ዕድላት ክፍጠረለንን ምምሕፃነን ድማ ካብቲ ፈደረሽን ዝረኸብናዮ ሓበሬታ የረድእ። ቻምፕዮን ካልኣይ ዲቪዥን ኩዕሶ እግሪ ዞባ ማእከል ዝሓለፈ ሰሙን ኣብ ዝቐጸለሉ ጎዳይፍን መረብ ሰቲትን ቅድሚ ሓደ ጸወታ ናብ ፍርቂ ፍጻመ ምሕላፈን ኣፍሊጠን። ብዓርቢ ቀዲመን ናይ ምድብ ክለባት ጎዳይፍን ጸጸራትን ተጻዊተን። ኣብ መበል ዓሰርተ ሸውዓተ ደቒቕ ካብ ዓወት መሓሪ ሸቶ ዝረኸበት ጎዳይፍ ንዕረፍቲ ሓደ ባዶ መሪሓ ወጺኣ። እዛ ጋንታ ኣብ ካልኣይ እብረ'ውን ኣብ መበል ሓምሳን ሓሙሽተን ደቒቕ ብመንገዲ ጽንዓት ሽመንዲ ካልኣይቲ ሸቶ ወሲኻ። ጸጸራ ድሕሪ ዓሰርተ ደቒቕ ካብ ናትናኤል ሚካኤል ሸቶ ብምርካባ ግን ውጽኢት ካብ ክልተ ብ ሓደ ጸቢቡ። ይኹን እምበር ጎዳይፍ ኣብ መበል ሰብዓን ትሽዓተን ደቒቕ ብመንገዲ ሳሙኤል ተስፋሚካኤል ሳልሰይቲ ሸቶ ወሲኻ ሰለስተ ብ ሓደ ተዓዊታ። በዚ ድማ እዛ ጋንታ ብ ዓሰርተ ሽዱሽተ ነጥቢ ናብ ፍርቂ ፍጻመ ምሕላፋ ኣፍሊጣ። ብዘይካዚ ኣብዚ ምድብ ዝርከባ ገዛ ባንዳን ኣኽርያን ኣብ ዘካየዶ ጸወታ ገዛ ባንዳ ኣብ መበል ኣርባዓን ኣርባዕተን ደቒቕ ካብ ዳዊት ገብረእግዝኣብሄር እንኮ ሸቶ ረኺባ ሓደ ባዶ ተዓዊታ። ዛጊት ገዛ ባንዳን ሓይሊ ኣየርን ተመሳሳሊ ዓሰርተ ክልተ ነጥቢ ሒዘን ዘለዋ ክለባት እየን። እዚ ውድድር ብቐዳምውን ኣብ ምድብ ለ ዝርከባ ክለባት ብዘካየዶ ጸወታታት ቀጺሉ ውዒሉ። ፈለማ ገጀረትን ፓራዲዞን ክጻወታ እንከለዋ ገጀረት ኣብ ኣጋ ዕረፍቲ ካብ ወሊድ ናስር ሸቶ ረኺባ ሓደ ባዶ መሪሓ ውጺኣ። እዛ ጋንታ ድሕሪ ዕረፍቲ ብተኸታታሊ ኣብ መበል ሓምሳን ሓምሳን ሓሙሽተን ደቓይቕ ካብ ዮናታን ሙሴን ሳሙኤል ኢሳቕን ሸቶ ኣቑጺራ ሰለስተ ባዶ መሪሓ። ይኹን እምበር ድሒራ ዝተንሰእት ፓራዲዞ ኣብ መበል ሰብዓን ሰለስተን ከምኡውን ኣብ መበል ሰማንያን ሰለስተን ደቓይቕ ካብ ጴጥሮስ ሙሴ ናብ ጸወታ ዝመለሳ ሸቶታት ኣመዝጊባ ውጽኢት ናብ ሰለስተ ብክልተ ኣጽቢባቶ። ግዜ ስለ ዘርከባ ግን ካብ ስዕረት ኣይደሓነትን። ብዘይካዚ ኣርባዕተ ኣስመራ ንማይ ተመናይ ክልተ ብ ሓደ ኣሰኒፋታ። ኣርባዕተ ኣስመራ ዘዐወታ ሸቶታት ካብ ዮናታን ተስፋሚካኤልን ኣርኣያ የማነን ከተመዝግበን እንከላ ማይ ተመናይ ድማ ካብ ሰናይ ኣብርሃም ካብ ስዕረት ዜና ገፈት ሸቶ ረኺባ። ጸወታ መረብ ሰቲትን ዕዳጋ ሓሙስን እውን ኣብታ ዕለት እዩ ተኻይዱ። ኣብ መበል ዕስራን ክልተን ደቒቕ ካብ ያፌት ኣንበሳ ጀር ብዝረኸበታ ሸቶ ንዕረፍቲ መሪሓት ዝወጸት መረብ ሰቲት ኣብ መበል ተስዓ ደቒቕ መዕወቲ ሸቶ ካብ ረያን ስዑድ ረኺባ ክልተ ብ ሓደ ተዓዊታ። ዕዳጋ ሓሙስ ኣብ መበል ሰብዓን ሽዱሽተን ደቒቕ መዓረድ ገብራሸቶብ መንገዲ ፍጹም ቅላዕ ካብ ዓወት ዑቕባይ ረኺባ ነይራ። በዚ ውጽኢት መረብ ሰቲት ብዓሰርተ ሰለስተ ነጥቢ ናብ ፍርቂ ፍጻመ ምሕላፋ ከተረጋግጽ እንከላ፣ ኣርባዕተ ኣስመራ ዓሰርተ ክልተ ነጥቢ፣ ዕዳጋ ሓሙስን ደንደንን ድማ ብትሽዓተ ነጥቢ ካልኣይቲ ኰይነን ንምሕላፍ ጽባሕ ረቡዕ ጸወታ ከካይዳ ምዃነን ህዝባዊ ርክባት እቲ ፈደረሽን ሓቢሩ። ስሙ ምስ ዓበይቲ ስጳኛውያን ክለባት ሪያል ማድሪድን ባርሴሎናን ተኣሳሲሩ ዝለዓል ዘሎ ኣርጀንቲናዊ ኣጥቃዓይ ማንቸስተር ሲቲ ጁልያን ኣልቫረዝ ኣብ ጋንትኡ ሕጉዝ ከም ዘሎ ብምግላጽ ንግዚኡ ንድለይቲ ክለባት ተስፋ ኣቑሪጹ። ኣልቫረዝ ኣብዚ እዋን ኣብ ብሉጽ ቁመና ከም ዘሎ ይግለጽ። ዝሓለፈ ቀዳም ማንቸስተር ሲቲ ንብራዚላዊት ክለብ ፍሉሚነንሰ ኣርባዕተ ባዶ ረቲዓ ንፋልማይ ግዜኣ ዋንጫ ክለባት ዓለም ክትዓትር እንከላ ክልተ ሸቶ ብምቁጻር ወሳንነቱ ኣመስኪሩ'ዩ። ይኹን እምበር እዚ ወዲ ዕስራን ሰለስተን ዓመት ኣጥቃዓይ ምስዚ ኩሉ ኣበርክትኡ ብዓብላሊ ስም ኤርሊንግ ሃላንድ ተዓብሊሉ ምህላዉ ይግለጽ። በዚ ይኹን በቲ ግን ኣብ ራዳር ዓበይቲ ክለባት ማድሪድን ባርሳን ኣትዩ ይርከብ። ማድሪድ ንቦታ ካሪም ቤንዘማ ዝትክእ ብሉጽ ቁጽሪ ትሽዓተ ኣጥቃዓይ ሃሰው ኣብ ምባል ኣብ ዘላትሉ እዋን ንኣልቫረዝ ሓጽያቶ ትርከብ። ዓላሚ ባርሳ ዛቪ ብወገኑ ጋንቱ ንምትርናዕ ካብ ዝጠመተቶም ሓደስቲ ተጻወትቲ ሓደ ኣልቫረዝ እዩ። ብመንጽሩ ኣልቫረዝ ከተማ ማንቸስተር መቺኣቶ ምህላዋ ይዛረብ። ንሱ ኣብ ሲቲ ሕጉስ እየ ዘለኹ ዋላ እኳ ኣብዛ ክለብ ኪንዮ ዓመት ኣይግበር ብቲ ዝተዓወትናዮ ግን ኣመና ሕጉስ እየ ካብታ ቀዳመይቲ መዓልቲ ብዙሕ እዮም ሓጊዞሙኒ ከም ውጽኢቱ ከም ተጻዋታይ ብዙሕ ዓብየ ኣብዚ እዋን ዕላማ ምውርዳርን ንዘሎ ጽዋኣት ንምዕታርን ምጽዓርን እዩ ኢሉ ዕዉት ዋንጫ ዓለም ክልተ ሽሕን ዕስራን ክልተን ጁልያን ኣልቫረዝ ዝሓለፈ ወርሒ መጋቢት ክሳብ ሰነ ክልተ ሽሕን ዕስራን ሸሞንተን ዘጽንሖ ሓድሽ ውዕል ምፍራሙ ይዝከር። ኣብ ዝሓለፉ መዓልታት 25 ሚእታዊት ብጽሒታ ንሃብታም ብሪጣንያዊ ሰር ጂም ራትክሊፍ ዘካፈለት ማንቸስተር ዩናይትድ ኣብ ወርሒ ጥሪ ኣጥቃዓይ ንምዕዳግ ንዕዳጋ ክትወፍርያ ኣብ ዝበሃለሉ ዘሎ ሰዓት ኣብ ልዕሊ ኣጥቃዓይ ቦሎኛ ጆሽዋ ዚርኪዜ ተገዳስነት የሕዲራ ከም ዘላ ስፖርት ዋን ዝተባሃለት ማዕከን ዜና ጋዊሓ ሆላንዳዊ ናይ ማእከል ኣጥቃዓይ ዚርኪዜ ኣብዚ እዋን ሃኒጽዎ ብዘሎ ቁመና ኣቓልቦ ማዕከናት ዜና ጥልያን ስሒቡ ምቕናዩ ይፍለጥ። ማንቸስተር ዩናይትድ ድማ ነዚ ኣብ ቀጻሊ ሓደ ካብ ብሉጻት ኣጥቃዕቲ መድረኽ ኤውሮጳ ክኸውን ትጽቢት ተነቢርሉ ዘሎ ኣጥቃዓይ ንምፍራም ኣብ ዝቕጽሉ መዓልታት ምስ ቦሎኛ ርክብ ናይ ምክያድ መደብ ከም ዘለዋ እታ ምንጪ ወሲኻ ገሊጻ። ኣብ ሰላሳን ሸውዓተን ግጥማት ሰሪኣ ዓሰርተ ሸቶ ኣመዝጊቡ ዝርከብ ዚርኪዜ ዝሓለፈ ዓመት እዩ ካብ ባየር ሙኒክ ናብ ቦሎኛ ተጸንቢሩ። ባየር ሙኒክ ንዚርኬዜ ናብ ቦሎኛ ክትሸጦ እንከላ ተመሊሳ ክትዕድጎ ምስ እትደሊ ዓሰርተ ትሽዓተ ሚልዮን ፓውንድ ክትከፍል፣ ካብ ቦሎኛ ናብ ካልእ ክለብ ምስ ዝጽንበር ድማ ካብ ሽያጡ ሓምሳ ሚእታዊት ኣታዊ ክትረክብ ንቦሎኛ ኣብ ስምምዕ የእትያት'ያ። ማንቸስተር ዩናይትድ ኣፍ ቦሎኛን ሙኒክን ንምዕባስ ዝመጽእ ወርሒ ነዚ ኣጥቃዓይ ንምፍራም ካብ ሰላሳ ክሳብ ሰላሳን ሓሙሽተን ሚልዮን ፓውንድ ወጻኢታት ክትገብር ከም እትኽእል ይእመት። ኣርሰናል ኣብ ልዕሊ ኣከፋፋሊ ብራዚላዊት ክለብ ሳኦ ፓውሎ ፓውሎ ማያ ተገዳስነት የሕዲራ ከም ዘላ ጋዜጣ ኢስፖርቲቮ ዝተባህለት ብራዚላዊት ማዕከን ዜና ጋዊሐ። ሓላፊ ዕድጊ ኣርሰናል ኤዱ ጋስፐር ኣብ ብራዚል ንዝርከቡ መንእሰያት ተጻወቲ ናብ ክለቡ ኣርሰናል ንምግዓዝ ኣብ ጽዑቕ ስራሕ ተጸሚዱ ኣሎ። ከም መርኣያ ዝገብሮ ዘሎ ዳህሳስ ተጻወቲ ድማ የዒንቱ ኣብ ልዕሊ ኣካፋሊት ሳኦ ፓውሎ ማያ የዕሪፍወን ከም ዘሎ'ያ እታ መርበብ ሓበሬታ ገሊጻ። ንድሌታት ኤዱ ዝተገንዘበት ሳኦ ፓውሎ ነቲ ጠመተ ብርክት ዝበላ ዓበይቲ ክለባት ኤውሮጳ ዓሊብዎ ዘሎ ኣከፋፋሊኣ ብቐሊል ዋጋ ከም ዘይትለቆ ይሕበር። ምሽጥ ዋጋ ማያ ልዕሊ'ቶም ብኣርሰናል ተጠሚቶም ዘለዉ ጃኦ ፓልሂንሃን ዶግላስ ሉዊዝን ዝትሕት ብምዃኑ ግን ኣርሰናል ከም ኣማራጺ ንዕዳጋ ማያ ክትመርጽ ከም እትኽእል ምስታ ጋንታ ቅርበት ዘለዎም ወገናት የረድኡ። ንተጻወቲ ናፖሊ ዝጸዓነት ኣውቶቡስ ናይ ኣሰልጣንያ ዎልተር ማዛሪ ኣብ ስታዲየም ሮማ ኦሎምፒኮ ሓዲጋቶ ናብ ከተማ ኔፕለስ ከም ዘምርሐ ተገሊጹ። ኣብቲ ብቐዳም ኣብ መንጎ ሮማን ናፖሊ ዝተኻየደ ግጥም ብወገን ናፖሊ ቪክቶር ኦሲሚሄንን ማቲዮ ፖሊታኖን ብቐይሕ ካርድ ኣብ ዝተባረሩሉ ጸወታ ሮማ ኣብ ሜዳ ንናፖሊ ክልተ ባዶ ምርታዓ ዝዝከር እዩ። ኣሰልጣኒ ናፖሊ ዎልተር ማዛሪ ድሕሪ ጸወታ ኣብ ናይ ሜድያ ክፍሊ ግዜ ብምጥፍኡ ኣውቶቡስ ናፖሊ ኣሰልጣኒኣ ሓዲጋ ብስዕረት ርእሶም ንዘድነኑ ተጻወታ ጠርኒፋ ናብ ኔፕለስ ተዓዚራ። ኣብ ስታድዩም ሮማ በይኑ ዝተረፈ ዎልቶር ማዛሪ ብታክሲ ጌሩ ናብ ከተማ ኔፕለስ ከም ዝኸደ ተፈሊጡ። ኣብ ከተማ ኔፕለስ ዝመደበረን ማዕከናት ዜና ድሒረን ኣብ ዝዘርግሕኦ ዜና ኣብ መንጎ እቶም ክልተ ወገናት ዝኾነ ጸገም ከም ዘየለን ማዛሪ በይኑ ናብታ ከተማ ክምለስ ኣቐዲሙ ብሓባራዊ ምርድዳእ ከምዝተገብረን ገሊጻ። ኣብ መወዳእታ ካብ ኣገረምቲ ስታትስቲካዊ ኣሃዛት ግጥማት ፕሪምየር ሊግ ከነቕርበልኩም። ሊቨርፑል ኣብዚ ዓመተ ውድድር ተመሪሓ ካብ ዝጀመረቶም ግጥማት 19 ነጥቢ ኣውሒሳ። እዚ ድማ ልዕሊ ዝኾነት ጋንታ ጸብለል ከም እትብል ይገብራ። ሊቨርፑል ተመሪሓ ካብ ዝጀመረቶም ዓሰርተ ግጥማት ሓንሳብያ ተረቲዓ። ሊቨርፑል ኣብ ኣንፊልድ ኣብ ተኸታተልቲ ክልተ ግጥማት ዓወት ክትስእን ድሕሪ ጥቅምቲ 2021 ንፍለማ ግዜኣዩ ንሸቶ ኣርሰናል ዘመዝገበ ጋብርኤል ማግሃላስ ኣብ ዓመተ ስፖርት 2021 ናይ ፈለማ ጸወቱ ካብ ዘካይድ ካብ መስመር ምክልኻል ተበጊሱ 11 ሸቶ ኣመዝጊብሎ። ኣብዞም ዝሓለፉ ሰለስተ ዓመታት ልዕሊ ጋብርኤል ሸቶ ዘመዝገበ ተኸላኻላይ እዚ ሊግ የለን። ንሸቶ ሊቨርፑል ዘመዝገበ ሙሓመድ ሳላሕ እታ ዘመዝገባ ሸቶ ንኣርሰናል ዘመዝገበላ ዓስረይቲ ሸቶ እያ። በዚ ድማ ኣርሰናል ንማንቸስተር ዩናይትድን ዌስትሃምን ስዒባ ሞሓመድ ሰላሕ ዝበዝሐ ሸቶ ዘመዝገበላ ሳልሰይቲ ጋንታ ኮይና ሳላሕ ንዩናይትድን ዌስትሃምን ተመሳሳሊ ዓሰርተ ሸቶ እዩ ኣመዝጊብለን። ብዘይካዚ ሰላሕ ዘመዝገባ ሸቶ መበል 121 ናይ ሸቶ ኣበርክቶ ኣብ ኣንፊልድ እያ። ሰላሕ ኣብ ኣንፊልድ 88 ሸቶ ከመዝግብ እንከሎ 33 ናይ ሸቶ ዕድላት ድማ ፈጢሩ። ሞሓመድ ሰላሕ ነቲ ኣብ ኣንፊልድ ኣብ 120 ሸቶታት ኣበርክቶ ብምግባር ክመርሕ ዝጸንሐ ስቴቨን ጀራርድ በሊጹ ኣብ ኣንፊል ኣብ ዝበዝሐ ሸቶታት ዝተዋስኦ ተጻዋታይ ሊቨርፑል ንምዃን በቒዑ። ኣብ 2023 ቸልሲ ኣብ 19 ግጥማት ፕሪምየርሊግ ዝተረትዐት እንኮ ጋንታ እያ። ካብ ሓሙሽተ ሊጋት ኤውሮጳ ኣብ 24 ግጥማት ዝተረትዐት ኣልሜርያን ኣብ ተመሳሳሊ 20 ግጥማት ዝተረትዓ ቨርደር ብረመንን ኢምፖልን ጥራይ ይበልጻ። ወልቭስ ድሕሪ መጋቢት 1975 ንፈለማ ግዜ ኣብ ተኸታተልቲ ግጥማት ንቸልሲ ረቲዓታ። ብዘይካዚ ወልቭስ ኣብ ዝሓለፉ ኣርባዕተ ግጥማት ንቸልሲ ኣብ ሜዳ ዓዲማ ኣብ ዘካየደቶ ግጥም ኣይተረትዐትን። ቸልሲ ድሕሪ ታሕሳስ 2000 ዓመተ ምህረት ንፈለማ ግዜ ካብ ሜዳ ወጻኢ ኣብ ዘካየደቶም ኣርባዕተ ተኸታተልቲ ግጥማት ተረቲዓ። ኣስቶን ቪላ ንዝሓለፉ ዓሰርተ ሓሙሽተ ግጥማት ኣብ ቪላ ፓርክ ከተመዝግቦ ዝጸንሐት ናይ ዓወት ጉዕዞ ብሼፊልድ ዩናይትድ መኸተምታ ተገይሩሉ። ኣስቶን ቪላ ድሕሪ ዓሰርተ ሸሞንተ ለካቲት ንፈለማ ግዜ እያ ኣብ ሜዳ ዓወት ተሓሪማ። ሸፊልድ ዩናይትድ ኣብ ትሕቲ ሓድሽ ዓላሚኣ ክሪስ ዋይልደር ካብ ትኣቱ ካብ ኣርባዕተ ግጥማት ኣርባዕተ ነጥቢ ኣኪባ ኣላ። እዛ ጋንታ ኣብ ትሕቲ ናይ ቅድም ዓላሚኣ ፖል ሄኬን ቦቶም እናተመርሐት ካብ ዘካየደቶም ዓሰርተ ኣርባዕተ ግጥማት ሓሙሽተ ነጥቢ ጥራይ ኣኪባ ነይራ። ማንቸስተር ዩናይትድ ኣብ ኩሎም ውድድራት ኣብ ተኸታተልቲ ኣርባዕተ ግጥማት ሸቶ ከየመዝገበት ክትወጽእ ድሕሪ ሕዳር 1992 ንፈለማ ግዜኣ እዩ ብዘይካዚ ማንቸስተር ዩናይትድ ኣብ ሰለስተ ተኸታተልቲ ግጥማት ፕሪምየር ሊግ ሸቶ ከየመዝገበት ክትወጽእ ኣብ ታሪኻ ንሳልሳይ ግዜኣ እዩ እዛ ጋንታ ኣቐዲማ ኣብ ሚያዝያ 2005 ከምኡውን ኣብ ነሓሰ 2022 ተመሳሳሊ ፍጻመ ኣጋጢምዋ ነይሩ ድሕሪ መስከረም 2012 ንፍልማ ግዜ ዌስትሃም ኣብ ኩሎም ውድድራት ኣብ ሜዳ ኣብ ዘካየደቶም ሰለስተ ግጥማት ሸቶ ከይተመዝገባ ተዓዊታ ወፂኣ። ኣብዚ ዓመት ስፖርት መሓመድ ቅዱስ ኣብ ኩሎም ውድድራት ካብ ዘመዝገቦም ዓሰርተ ሸቶ እቶም ትሽዓተ ኣብ ሜድኡ ዘመዝገቦም እዩ። ኒውካስል ኣብ ዝሓለፉ ኣርባዕተ ግጥማት ፕሪምየር ሊግ ተረቲዓ። ኣብ ዕስራን ሓደን ግጥማት ካብ ዝተረትዐቶ ኣብ ዝሓለፉ ኣርባዕተ ግጥማት ዝተረትዐቶ ይዛይድ። ሉቶን ታውን ካብ ዓሰርተ ሸውዓተ ግጥማት ፕሪመር ሊግ ንፈለማ ግዜ ልዳታ ዓቂባ ወጺኣ። ብዘይካዚ እዛ ጋንታ ኣብዚ ዓመተ ስፖርት ኣብ ሜድኣ ካብ ዘካየደቶም ትሽዓተ ግጥማት ኣብ ሸሞንተ ሸቶ ኣመዝጊባ። ሉቶን ታውን ኣብዚ ዓመተ ስፖርት ካብ ዘመዝገበቶም ዓሰርተ ሸሞንተ ሸቶ እቶም ትሽዓተ ብመንገዲ ደው ዝበሉ ኳዕሳሱ ወይ ድማ ብመንገዲ ሴት ፒሲስ ዘመዝገበቶም እዩ። ቶተንሃም ብ ሰላሳ ዓወታ ኣብ ልዕሊ ኤቨርተን ጸንቢላ። ቶተንሃም ኣብ መድረኽ ፕሪምየር ሊግ ልዕሊ ዝኾነት ጋንታ ኣብ ልዕሊ ኤቨርተን ዝበዝሐ ዓወት ኣለዋ። ኣጥቃዓይ ቶተንሃም ሪቻርልሰን ካብ ዳሕረዎት ሰለስተ ግጥማቱ ራብዐይቲ ሸቶ ኣመዝጊቡ። ቅድሚ እዚ ሪቻርልሰን ኣብ ኣርባዓ ግጥማት እዩ ሰለስተ ሸቶ ኣመዝጊቡ ነይሩ። ኣጥቃዓይ ቶተንሃም ሶን ሂንግሚን ዓሰርተ ሸሞንተ ግጥማት ተላዒልዎ ኣብ ዘሎ ግጥማት ፕሪምየር ሊግ እዩ መበል ዓሰርተ ሓደ ሸቶ ኣመዝጊቡ። ሶን ኣብ መላእ ዝሓለፈ ዓመተ ውድድር ዓሰርተ ሸቶታት ጥራይ እዩ ኣመዝጊቡ። ባርከ ዝኸበርኩም ተዓዘብቲ ናይ ሎም ትሕዝቶና ኣብዚ ንፍጽም ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ሰላም።